ሰላም ሰላም ናይ ዩኒን ሚድያ ተኸታተልቲ ኣብ ዝሓለፈ ሓደ ወዲ ተባዕታይ ከመይ ገይሩ ብልዕቱ ሓፂር ሰዓት ይዕበ ዝብል ቪድዮ ሰሪሕና ነርና እና ኣነ ግን ንነዊሕ ግዜ ጠፊኡኩም ነረ ቅርታ ናበልኩ ብሓደ ሓደ ነገራት እዩ እና ሕዚ ተመሊስና ንስኹም እውን ኣብ ኮሜንት ኣትኹም ስራሕልና ተገዲስካ ስራሕልና ኣብ ገዛ ብኸመይ ብቐሊሉ ክንሰርሖ ንኽእል ገለ ዝብል ብልዕትና ብኸመይ ጌርና ክንዕበ ንኽእል ዝብል ብዙሓት ሰባት ተገዲስካ ስራሕልና ዝብል ኮሜንታት ይመፁኒ ነይሮም ኣነ ድማ ይመቸወኒ ነይሩ ፍቲ ሰዓት ሕዚ ግን መፅኦኩም ኣለኹ እና ሓደ ወዲ ተባዕታይ ብልዑ ሓፀረ ሰዓት ንኸዕቢ ትደልዩ ብኸመይ ነገራት ክጥቀም ክኽእል ኣለዎ ዝብል ክንዘራረብ ኢና እዚ ድማ ብሰለስተ መንገዲ ክንዕበየ ንኽእል ኢና ቅድሚ ናብዞም ነገራት ምእታውና ግን ኣብዝሓ ካብ ሚእቲ ፐርሰንት ኣብዝሓ ክስካብ ሰብዓ ሰማንያ ፐርሰንት ዝኾኑ ደቂ ተባዕትዮ ኣብ ናይ ብልዑ ምንኣስ ይግደሱ እዮም እዚ ዝኾነሉ መንገዲ ድማ ይዕበ ይንኣስ ብዘየገድስ ኣፍልጦ ኣብ ዘይብሎም ክንደይ ናቶም ብላቲ ክንደይ ሳንቲሜትር እዩ ዓቐን ዘይብሎም ወይ ድማ ኣፍልጣዊ ዘይብሎም እዮም ዝጭነቑ ሓደ ሓደ ሰባት እውን ኣለዉ ብልእቶም ዓብዪ ገዚፍ ናሃለወ ግን ርእሶም ዝነኣሱ ኮይኑ ዝስምዖም ሰባት ኣለዉ እና እዚ ሓደ ናይ ሓዱር ተዓታይ መጠን ብልዕቲ ክንደይ ምዃኑ ዝሓለፈ ቪድዮ ሰሪሐልኩም ነይረ ኣብ ኣትኹም ክትሪእዎ ትኽእሉ ኢኹም እዚ ድማ ናብ ናይ መዓንቲ ጉዳይና ክንኣቲ ከለና ኣብ ገዛና ብቐሊሉ ኣብ ሓፃር ሰዓት ከመይ ጌርና ብልዕትና ንዕበ እንተይልና ድማ ብሰለስተ መንገዲ ክንዕብዮ ንኽእል ኢና። ሓደ ድማ ብዝቕባእ ነገር እዩ፣ እቲ ካልኣይ ብዝስተ ነገር፣ እቲ ሳልሳይ ድማ ወይ ድማ ብእንቅስቃሴ እዩ እና ካብዘን ሰለስቲኤን ከመይ ከመይ ከም ንጥቀም ከርእየኩም እዩ። ንስኹም ድማ ካብ ሰለስቲኤን ሓዲኤን መሪፅኩም ተግባራዊ ምግባር እዩ። እስቲ መጀመርያ ግን እዚ ቪድዮ እዚ ላይክ ሰብስክራይብ እናገበርኩም እስካብ ቪድዮ መወዳእታ ምሳና ፅንሑ። ፅቡቕ ናብቲ ናይ መጀመርያ ክንኣቲ ከለና ድማ ዝቕባእ እዩ። እዚ ዝቕባእ እዚ ኣብ ገዛና ብቐሊሉ ንረኽቦም ማተርያላት እዮም ከም እኒ ኮልጌት ቫዝሊን ለሚን እዚ ድማ ከመይ ከመይ ኢና ጌርና ንገብሮ እንተይልና ድማ እስኪ ኮልጌት እንታይ ንስንና ንጥቀመላ መጠን ወይ ድማ ዓቐን ዘለታ ኮልጌት ናብ ብርጭቆ ንገብር እሞ ቫዝሊን ድማ ብኢድና ዝተወሰነ ክንዳኣ ትኸውን ቫዝሊን ንገብር ብተወሳኺ ድማ ለሚን ጥብታ ነፍሰሉ ንቲ ለሚን ማለት እዩ ዝተወሰነ ጥብታ ነፍሰሉ ዕሪውን ክወዝሕ የብሉ ንቲ ለሚን ምክንያቱ ናይ ምቅፃል ባህሪ ከየስምዐና ንእስ ዝበለ ክኸውን ክኽእል ኣለዎ ሰለስትኡ ናይቲ ሕውስዋስ ብደንብ ጌርና ክንሓውስ ኣለና ከለሩ ናብ ሓደ ዓይነት ከለር እስካብ ዝመፅእ ድረስ ክንብሎ ክንክእል ኣለና ማለት እዩ እዚ ሓዋዊስና ምስ ወዳእና ድማ ናብ ብልዕትና ብደንቢ ጌርና ክንቀብኦ ክንክእል ኣለና ማለት እዩ እዚ ምስ ቀባእና ድማ ዳሕራይ ግዴታ ንጉሆ ተቐቢእናዮ ብድሕሪ ሰዓት ግዴታ ሻወር ጌርና ክንሕፀብ ክንክእል ኣለና ማለት እዩ ወይ ድማ እዚ መዓዝ መዓዝ ኢና ክንቅብኦ ዘለና ኣብ ትብሉ ሰባት ድማ ግዴታ ኣብ መዓልቲ ሓንቲ ሸዓ መዓልቲ ሓንቲ ሸዓ ክንቅባእ ኣለና ምክንያቱ እዚ ብኸመይ ኢሉ እዩ ብልዕትና ከግዝፈልና ዝኽእል ብዝብል ባህሪ ዘለዎ ኣብ ቫዝሊን ኣብ ናይ ኮልጌትን ዝርከብ ናይ ወዲ ተባዕታይ ሆርሞን ናይ ምውሳኽ ባህሪ ዘለዎም ንጥረ ነገራት ኣለዉ እዚ ድማ ብመልክዕ ምግቢ ክንወስዶም ስለ ዘይንኽእል ብመልክዕ ተቐባኢ ነገር ኢና ክንወስዶም ንኽእል እና እዚኦም ኣብ መዓልቲ መዓልቲ ኣብ ንወስደሉ ሰዓት ድማ ምልእትና ካብ ግዜ ናብ ግዜ እናወሰኸ ይኸይድ እዩ ማለት እዩ እዚ ድማ ናብቶም ካልኣይ ክንሓልፍ ከለና ድማ ዝስተ እዩ ዝስተ ኣብዝሓ ናይ ወርተዓታይ ሆርሞን ወይ ድማ ቴስቴስትሮን ዝወስኹ ምግብታት ኣለዉ እዚኦም ድማ ንሕና ሓበሻ ብዙሕ ኣይተለመዱን ምክንያቱ ንጥቀመሎም ኢና ግን ንምንታይ ኢና ንጥቀመሎም ንምግብነት ኢና ንጥቀመሎም እምበር ኣብ ውሽጦም ዘለዉ ጥቕምታት ንሕና ኣብዝሓ ኣይንፈልጦም ከም እኒ በናና ኣቨካዶ ምናምን ገለ ዝበሉ መዓር ዝበሉ ንሕና ከም ተለምዶ ኢና ንጥቀመሎም እምበር ኣብ ውሽጦም ንወዲ ተባዕታይ ናይቲ ወዲ ተባዕታይ ቴስቶስትሮን ሆርሞን ከመይ ኢሎም ይውስኹ ዝብል ብዙሕ ኣፍልጦ የብልናን እና እንታይ እዩ ሓንቲ በናና ናብ ናይ ፅማቕ መፅሞቑ ናብ ናይ መፅሞቑ ፅማቕ ነእትዋ እሞ ካልኣይ ድማ ሓንቲ ኣቨካዶ ብምልእታ ቆርበታ ምስ ቀለጥና ነእትዋ ኣለና ወይ ድማ ካብኡ ፅሩይ ማይ ድማ ሓንቲ ብርጭቆ ማለት እዩ ማይ ማይ እውን ከወዝሕ የብሉን ሓንቲ ብርጭቆ ማይ ካብኡ ናይ መዓር ናይ ሽኮር ማንካ ኣለዎ በታ ናይ ሽኮር ማንካ ሓሙሽተ መዓር ብኣኣ ንገብር ማለት እዩ እዚ ብደንቢ ክንሓዋውሶ ከለና ኣብ ዝስተ እዩ እዚ መዓልቲ መዓልቲ ኣብ ንወስደሉ ሰዓት ናይ ወታዕታይ ቴስቴስትሮን መጠንና ብዙሓት ነገራት እውን ካብ ስንፈት ናይ ወሲብ እውን ክብለና ይኽእል እዩ ቀልጢፍና ናይ ምውዳእ ሽግር ዘለና ሰባት ተሃሊና እውን እዚ ነገር እዚ ክቐርፈልና ይኽእል እዩ ኣብ ሕፀር ዝበለ መዓልትታት እውን ኣብ ሰሙናት ይኹን ብቻ ተደጋጋሚ ኣብ ንገብሮ ሰዓት ናይ ብልዕትና ናይ ምውሳኽ ተኽእሎ ዝለዓለ እዩ ማለት እዩ እስቲ ናብቲ ሳልሳይ ክንኣቶ ከለና ድማ እንቅስቃሴ እዩ እዚ እዚ እንቅስቃሴ እዚ ከም ዝጠቅም ኣይመስለናን ኣብዝሓ ኣብ ወዲ ሰባት ማለት እዩ እና ከምዚ ሕዚ ንሕና ኣብ ፑሽኣፕ ኩልኣፕ ሲትኣፕ ዲግኣፕ ኣብ ንሰርሐሉ ሰዓት ሰውነትና ኣብ ሓፂር ሰዓት ይኮነ ለውጢ ዘርኢ እዚ ማለት ሕዚ ክልተ መዓልቲ ፑሽኣፕ ስለ ዝሰራሕና ኣይኮነን ሰውነትና ዝውስኽ እና እዚ እንቅስቃሴ ከምዚ ክብለኩም ዝክኣልኩ ድማ እዚ እንቅስቃሴ እዚ ብተደጋጋሚ ክንገብሮ ከለና እዩ ከምቲ ስፖርት ኣካላትና ሰሪሕና ብዙሕ ግዜ ተፀቢና ዝኸውን ነገር እዚ እውን ከምኡ እዩ ትዕግስቲ ዝደሊ እንቅስቃሴ እዩ እና እዚ እንታይ እዩ ንድቅስ እሞ ኣብ ዓራት ንድቅስ እሞ ብልትና ብግራይ ኢድና ሳድ ብልትና ንሕዝ እዚ ንላዕሊ ገፅና ንድቅስ እሞ ናብ ሕምበርትና ገፅ ኣቢልና ኣብቲ ከብዲ ናይ ብልትና ብየማና ኢድና ጌርና ምድራስ እዚ ድማ ጅማውትና ናይ ብልትና ጅማውቲ ክከታተሉ እዮም ትስዓት እሱ እዚ ማለት ድማ እንቅስቃሴ ይገብረሎ ማለት እዩ እና እዚ ዝኾነሉ ምክንያት ድማ እንቅስቃሴ ከም ኣካል ሰውነትና ከም ምዃን መጠን ከም ኢድና ስፖርት ኣብ ንሰርሐሉ ሰዓት ጅማውትና እናተወጣጠሩ ፊዚካሎም እናወስኹ ኣብቲ ዝኸድሉ ሰዓት እሱ እውን ተመሳሳሊ ንላዕሊ ገፅ ንሕዝ ንኣብነት ንላዕሊ ገፅ ፖዚሽን ጌርና እቲ ስራሕ ኣብ ንሰርሐሉ ሰዓት ዝኾነ ማይ ነገር ብምጋር ኣብ ኢድና ወይ ድማ ከምዚ ቫዝሊን ነገር ብምጋር ኣብ ኢድና ንላዕሊ ገፅ ኣድቂስና ናብ ሕምብርትና ኣካባቢ ትሕቲ ከብዲ ወይ ድማ ብል ናይ በለፅቲ ናብ ትሕቲ ከብዲ ዝበሃል ኣካላት ብምድራስ ወይ ድማ ካሊእ ኣንፈት ብምቕያር እውን ንኢድ ፀጋም ብምግባር እውን ጎኒ ናይ በለፅትና ብምድራስ እና ኣርባዕቲኡ ሳይዝ ክንጥቀመሎም ክንክእል ኣለና ንግራ ሳይዝ እና ንታሕቲ ሳይዝ እዚ ንታሕቲ ሳይዝ ክብለኩም ከለኹ ንበለፅትና ነድንኖ እሞ ናብ ፍረ ነብስና ኣፅጊዕና ብልዕሊ እቲ ብልዕትና ክንደርዘር ክንክእል ኣለና ብኢድና ማለት እዩ እዚ ዝኾነሉ መንገዲ ድማ ሓፂር ሰዓት ዝኾነሉ ማለት እዚኣ ንእሸይ ክትዝንግዕ ክትብል ትኽእል እያ ምክንያቱ ኤክሰርሳይዝ ስለ ዝኾነ ሰሙን ክልተ ሰሙን ልዕሊኡ ተደጋጋሚ ደይሊ ክንገብር ክንክእል ኣለና እዚ ማለት ድማ ንኮንሸትን ኣብ ንገብረሉ ሰዓት ድማ ቅልጥፍ ዝበለ ለውጢ ናይ ምርኣይ እንተለና ከምቲ ብኣምሆ ሰሪሐልኩም ነበርኩ ተኮይኑ ግን ሰርጀሪ ተኮይኑ ግን ኣብዝሓ ኣብ ፈረንጂ ዝተለመደ እዩ ግን እዚ ሳይድ ኢፌክት ኣለዎ እዚን ሰለስተ ነገራት ዝነግረኩም ዘለኹ ግን ምንም ሳይድ ኢፌክት የብለንን እንትርፊ ጥቕሚ ዝጎድእካ ነገር የብሉ ምክንያቱ ብእንቅስቃሴን ዝስተን ዝቕባእን ነገር ስለ ዝኾነ ማለት እዩ እዚ ድማ ኣብ ቀረባ ክንረኾም ኢና ኢለ ወይ ድማ ክርከቡ ዝኽእሉ እዮም ነገራት ኢለ ኣምፅኤልኩም ኣለኹም እዚ ድማ ካብ ሰለስትኤን ሓዲኤን ብምምራፅ ንስኹም ድማ ኣነ ይንእሰኒ እዩ ምልእቲ ወይ ድማ ከምዚ ዓይነት ሽግር ኣለኒ ኢልኩም ትሓሱ ሰባት ተሃለኹም እዞም ካብዚኦም ሰለስተ ንዓኹም ክቐልኹም እና ክትገብርዎም ብዙሕ ወፃእ ዘየውፀእኹም ወይ ድማ ዝምችውኹም ነገራት ካብ ሰለስቲኦም መሪፅኩም ነገራት እዚ ክትገብሩ ይመርፅ ኣነ ንስኹም ድማ ኣብ ኮሜንት ኣትኹም ሓሳብ ኣስተያየትኩም ፀሓፉለይ ኣነ ድማ ኣብ ቀፃሊ ቪድዮ ክሰርሐልኩም ትደልዎ ተሃልዩ ድማ ፅበ እየ ኮሜንት ገበሩለይ ክሰርሐልኩም እየ ደቂ ዓበይቲ እስካብ ቀፃሊ ቪድዮ እስካብ ንራኸብ ደሓን ኩኑ